ሰላም ዝኸበርኩም ተኻተልቲ ቤን ቲቪ ንሎሚ ሓሙስ 28 ጥሪ ዝተዳለወ ዕለታዊ ዜናታት ይዘልኩም መጽ ኣለኹ ከም ወትሩ ክሳብ ፍጻሜ መደባትና ንኽትከታተሉና እንዳዓደምኩ ብቐዳምነት ኣርሰ ዜና ሱዳን ንዝሓዘቶ ከባቢታት ኣልፋሻጋህ ኣይመልስን ኢላ። መንግስቲ ሶማል ሰራዊት ናብ ኤርትራ ከምዝለኣኸ ተኣሚኑ። ኢትዮጵያ ኣብ ክልተ ሽሕን ዕስራን ኢንተርኔት ብምህጻዋ ልዕሊ ሚእትን ዓሰርተን ሚልዮን ዶላር ከሲራ። ብምኽትል ኣዛዚ ሰራዊት ኣሜሪካ ኣብ ኣፍሪቃ ዝምራሕ ላዕለዋይ ልኡኽ ዋሽንግተን ናብ ካርቱም ምብጻሕ ኣካይዱ። ኣብ ኣሜሪካ ዘቤታዊ ግብረ ሽበራ ከጋጥም ከምዝኽእል ክፍሊ ድሕነት ኣሜሪካ ኣጠንቂቑ። ኩባንያ ኣፕል ኣብ ቅነ ልደት ሚእትን ዓሰርተ ሓደን ቢልዮን ዶላር ዝግመት መሽጣ ከም ዘሳለጠን ካልእን ዝድህስስ ዜናታት ሒዘልኩም መጺእ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ክትገብሩ ብኽብሪ ይዕድመኩም። ሱዳን ንዝሓዘቶ ከባቢታት ኣልፋሸጋህ ኣይምልስን ኢላ። ሱዳን ነቲ ካብ ሚሊሻታት ኢትዮጵያ ዝምንዝዐቶ ኣብ ዶባት ክልቲኤን ሃገራት ዝርከብ ኣልፋሸጋ ዝተብሃለ ከባቢ ከም ዘይትመልስ መንግስታዊ ኣገልግሎት ዜና ሱዳን ሱና ሓቢራ። ኣዛዚ መበል ካልኣይ ኣጋር ክፍለ ሰራዊት ሜጀር ጀነራል ሓይዳር ኣል ጢራይፈ ሱዳን ስድሪ ናይታ መሬታ ሱዳን ስድሪ ናይታ መሬታ ዝኾነ ኣልፋሻጋ ከም ዘይትህብ ብምርግጋጽ ምኽታብ ሓደስቲ ወታደራት ከም ዝጅምር ኣፍሊጡ ክብል ሱና ጠቒሱ። እቲ ጀነራል ትማሊ ረቡዕ ሓደ ካብ ፋላታ ዝተባህለ ኣብ ዞባ ኣል ገዳርፍ ዝርከብ ማሕበረሰብ ዝተላእከ ቃፍላይ ደገፍ ኣብ ዝተቐበለሉ እዩ እቲ መግለጺ ሂቡ። እቲ ኣዛዚ ንኽብርን መሬታዊ ሓድነትን እታ ሃገር ንምክልኻል ኩሎም ነበርቲ ናይቲ ዞባ ኣወዳቶም ናብ ሰራዊት ክጽንበሩ ክደፋፍኡ ጸዊዑ። ጀነራል ኣል ጢራይፊ ከም ዝበሎ ኣብዚ እዋን እዚ ሓይልታት ምክልኻል ኣብ ልዕሊ እቲ ምንቅስቓስ ንምስላጥ ዝህቦ ዘሎ መሰረታዊ ኣገልግሎት ነቲ ኣብ ዶብ ዝርከብ ቃጾ ንምምዕባል ድልድላትን ጽርግያን ኣብ ምህናጽ ይርከብ። ኣፈኛ ሚኒስቴር ጉዳያት ወፃኢ ኢትዮጵያ ኣምባሳደር ዲና ሙፍቲ ብሰሉስ ኣብ ዝሃቦ መግለፂ፣ ሱዳን ካብቲ ሒዛቶ ዘላ ቦታ ሰራዊታ ክሳብ እተውፅእ ኣብ መንጎ ክልቲኤን ሃገራት ዝርርብ ከምዘይግበር ድሕሪ ምምሕባሩ እዩ እቲ ሱዳናዊ ጀነራል ነቲ መግለፂ ሂቡ። ሱዳንን ኢትዮጵያን ኣብ ጉዳይ እቲ ብሕርሻ ሃብታም ምዃኑ ዝንገረሉ ኣልፋሻጋ ኣብ ዶባዊ ምሳሕን ምትፍናንን ከምዝኣተዋ ናይ ተኹሲ ልውውጣት ከምዝገብራ ብዝተፈላለየ ማዕከን ዜናታት ክግለፅ ዝፀንሐ ኮይኑ ኣብ ወርሒ ታሕሳስ ናይቲ ዝሓለፈ ዓመት፣ ሱዳን ነቲ ኣብ ትሕቲ ኢትዮጵያውያን ሚሊሻ ዝነበረ ከባቢ ከም ዘምለሰቶ ምእዋጃ ይዝከር። መንግስቲ ሶማል ሰራዊት ናብ ኤርትራ ከም ዝለኣኸ ተኣሚኑ። እቲ መንግስቲ ኣዴታት ደሃየ ደቅና ኣፍሉጥና ብምባል ድሕሪ ዘካየዶ ተቓውሞታትን ካብ ህዝቢ ዝወረዶ ጸቕጥን እዩ ናብ ኤርትራ ሰራዊት ከም ዝለኣኸ ክኣምን ተገዲዱ። እንተኾነ እቲ ናብ ኤርትራ ዝተላእከ ሰራዊት ንስልጠና ደኣ እምበር ናብ ኲናት ትግራይ ከምዘይኣተወ ንሚኒስትሪ ዜና ሶማል ዑስማን ኣቡበከር ዱበ ብምጥቃስ መርበብ ሓበሬታ ጋሮ ኣብ ጸብጻቡ ኣስፊሩ። ምክትል ሓላፊ ጸጥታ ነበርን ኣባላት ባይቶን ዝርከብዎም ሓደ ሓደ ወገናት እታ ሃገር ኣብ ዘቕረብዎ ሓበሬታ ናብ ኤርትራ ካብ ዝተላእኹ ሰራዊት ሶማል ኣብ ኲናት ትግራይ ድሕሪ ምእታው ኣማኢት ካብኣቶም ከምዝሞቱ'ዮም ኣመልኪቶም። መንግስቲ ሶማል ነቲ ብሓለፍቲ ነብርን ኣባላት ባይቶ'ታ ሃገር ዝቐረበ ሓበሬታ ክኽሕዶ ድሕሪ ምጽናሕ፣ ኣዴታት ሶማል ደሃይ ደቅና ኣፍሉጥና ብምባልን ኽካየዱ ድሕሪ ዝጸንሐ ሓያሎ ተቓውሞ ግና እቲ መንግስቲ ሰራዊት ናብ ኤርትራ ከምዝለኣኾ ብወግዒ ተኣሚኑ ኣሎ። መንግስቲ ሶማል ናብ ኤርትራ'ዮም ተላኢኾም ናይ ዝበሎም ብዝሒ ሰራዊት ግን ዛጊት ኣየነጸረን። ኢትዮጵያ ኣብ 2020 ኢንተርኔት ብምህጻዋ ልዕሊ 110 ሚልዮን ዶላር ከሲራ። ኢትዮጵያ ኣብ 2020 ን536 ሰዓታት ኢንተርነት ክቋርጽ ብምግባራ 113.3 ሚልዮን ዶላር ከም ዝሰኣነት ሓደ መጽናዕቲ ኣመልኪቱ። እቲ መጽናዕቲ ኔት ብሎክስ ዝተባህለ ፍሰት ኢንተርኔት ዝተፈላለያ ሃገራት ዝከታተል ትካልን ንመሰል ተጠቀምቲ ኢንተርነትን ዝሕለቕ ዘ ኢንተርኔት ሶሳይቲን ብሓባር ዘካየድዎ እዩ። ኣብ ዝተፈላለያ ሃገራት ዝተፈጸመ ምዕጻው ኢንተርነትን ዘስዓቦ ቁጠባዊ ቅልውላውን ዝገምገመ ከምዝኾነ እዩ ተገሊጹ ዘሎ። ኢትዮጵያ ፖለቲካዊ ዘይምርግጋእ ኣብ ዝሕይለሉ እዋን ኢንተርኔት ከምትዓጹ እቲ ዝርኣ ዘሎ ሓቂ ክኸውን እንከሎ፣ ቅትለት ፍሉጥ ደራፋይ ኦሮሞ ሓጫሉ ሁንዴሳ ስዒቡ ኣብ ዝተፈጥረ ህዝባዊ ተቓውሞ ካብ ሰነ ክሳብ ሓምለ ኣብ ዝገብረ እዋን ንልዕሊ ሰለስተ ሰሙን ኢንተርኔት ተቋሪጹ ከምዝነበረ እቲ ጸብጻብ ሓቢሩ። ውድብ ሕቡራት ሃገራት ከም ዝጸብጸቡ በቲ ጎንጺ ሚእቲ ስሳን ሽዱሽተን ሰባት ክቕተሉ እንከለዉ ፍሉጣት መራሕቲ ፖለቲካ ሓዊሱ ልዕሊ ክልተ ሽሕ ሰባት ተኣሲሮም እዮም። መንግስቲ ክልል ኦሮምያ ድማ ልዕሊ ትሽዓተ ሽሕ ሰባት ከም ዝኣሰረ ኣብቲ እዋን ኣፍሊጡ ነይሩ። መንግስቲ ኢትዮጵያ ኣብ ልዕሊ ትግራይ ወታደራዊ ወፍሪ ካብ ዝእውጅ ነጀውን ኣገልግሎት ቴሌፎንን ኢንተርነትን ተቋሪጹ ምጽንሑ ዝፍለጥ እዩ። ኣብ ውሱናት ከባቢታት ኣገልግሎት ቴሌፎን ዝተመለሰ እኳ እንተኾነ ኣብ ብዙሓት ከተማታት ግን ኣገልግሎት ቴሌፎንን ይኹን ኢንተርኔት ከምዘይተመለሰ ዋና ፈፃሚ ስራሕ ኢትዮ ቴሌኮም ኣብዚ ቀረባ ግዜ ጋዜጣዊ መግለፂ ሂባ ከምዝነበረት ይዝከር። ምቁራፅ እቶም ኣገልግሎት ንነበርቲ ሰብኣዊ ሓገዛት ዝህቡ ትካላትን እኹል መረዳእታ ከይረኽቡ ከምዝገሮም ይዝንገር። ሂዩማን ራይትስ ብተመሳሳሊ ምቁራጽ ቴሌፎንን ኢንተርኔትን ኣብቲ ክልል ብዛዕባ ዘሎ ኩነታት ንዝከታተሉ ትካላት ሰብኣዊ መሰላትን ጋዜጠኛታትን ዕንቅፋት ከምዝኾነን ኣብቲ ክልል ወጻኢ ዝነበሩ ተወለድቲ ምስ ስድራቤቶም ክራኸቡ ከምዘይከኣሉን ብተደጋጋሚ ግዜ ክገልጽ ጸኒሑ እዩ። ምቁራጽ ኢንተርኔት ኮነ ተባሂሉ ኣብ ሓደ ከባቢ ናይ ሓበሬታ ፍሰት ንምትእጉጓል ብምሕሳብ ኢንተርኔት ወይ ርክብ ኢንተርኔት ክቋርጽ ወይ ፍጥነቱ ክንኪ ምግባር ከምዝኾነ ኣክሰስ ናው ዝተባህለ ትካል ይገልጽ። ምልካውያን መንግስትታት ሰልፍታት ተቓውሞ ንምትዕንቓፍን ኣብ እዋን መርጻ ንዝግበሩ ሰልፍታት ተቓውሞ ንምቁጽጻርን ኢንተርነት ከም ዝዓጽዉ ይግለጽ። ምቁራጽ ኢንተርኔት ሚእትን ዓሰርተ ሰለስተ ነጥቢ ሰለስተ ሚልዮን ዶላር ንኢትዮጵያ ኣብ ክሳራ ክሸማ እንከሎ፣ ብኸምዚኦም ዝኣመሰሉ መንግስታት ኣብ ክልተ ሽሕን ዕስራን ሓደን እውን ክቕጽል ከም ዝኽእል እቲ መጽናዕቲ ኣተንቢሁ። ብምክትል ኣዛዚ ሰራዊት ኣሜሪካ ኣብ ኣፍሪካ ዝምራሕ ላዕለዋይ ልኡኽ ዋሽንግተን ናብ ካርቱም ምብጻሕ ኣካይዱ ብምክትል ኣዛዚ ሰራዊት ኣሜሪካ ኣብ ኣፍሪቃ ኣንድሪው ያንግ ዝምራሕ ላዕለዋይ ልኡኽ ሕቡራት መንግስታት ኣሜሪካ ኣብ ሱዳን ናይ ክልተ መዓልታት ዑደት ኣካየዱ እቲ ልኡኽ ካብ 26 ክሳብ 27 ጥሪ ኣብ ካርቱም ኣብ ዝጸንሓሉ ምስ ቀዳማይ ሚኒስተር ሱዳን ዓብደላ ሓምዶክ ብምርኻብ ዛጊት ተበጺሑ ዘሎ መስርሕ ምስግጋር ናብ ዲሞክራሲ ብምዝምልከት ተመያይጦም። ብዘይካ'ዚ ኣብ መንጎ ኣሜሪካን ሱዳንን ብዛዕባ ክህሉ ዝኽእል ወታደራዊ ምትሕግጋዝ፣ ሓባራዊ ቃልሲ ኣንጻር ሽበራን ዘይሕጋዊ ንግዲ ደቂ ሰባትን ኣብ ዝብሉ ዛዕባታት'ውን ዘትዮም። ድሕሪ እዚ ርክብ ኣንድሪው ያንግ ኣብ ዝሃቦ መግለጺ፣ ሱዳን ኣብ ምምሕያሽ መሰላት ደቂ ሰብ ንዘርኣየቶ ተበግሶታት ብምምጓስ፣ ኣሜሪካ ኣብዚ ናይ ምስግጋር መድረኽ ኣብ ጎኒ ህዝብን መንግስቲ ሱዳን ደው ከምትብል ኣረጋጊጻ። ቀዳማይ ሚኒስተር ዓብደላ ሓምደክ ብወገኑ፣ ኣብ ጁባ ዝተበጽሐ ስምምዓት ሱዳን ግጭታት ክተወግድን ናብ ዝሓሸ ጸጥታዊ ርግኣት ክትስጉምን መንገዲ ዘጣጥሐ ምንባሩ ኣስሚሩሉ። እቲ ኣሜሪካዊ ልኡኽ ብዘይካ'ዚ ኣብ ወተሃደራዊ መዳያት ብዛዕባ ክትግበር ዝኽእል ምትሕግጋዛት ምስ ጠቕላሊ ሓለቓ ስታፍ ሰራዊት ሱዳን ጀነራል መሓመድ ዑስማን ኣል ሑሰንን ሚኒስተር ምክልኻል ሜጀር ጀነራል ያሲን ኢብራሂምን ተዘራሪቡ። ላዕለዋይ ልኡኽ ኣሜሪካ ናብ ካርቱም ምዘምርሐ ሓደ መዓልቲ ድሕሪ'ቲ ብሚኒስትሪ ሰለያ ዝምራሕ ላዕለዋይ ልኡኽ እስራኤል ኣብታ ሃገር ዘካየዶ ምብጻሕ'ዩ። ኣብ ተመሳሳሊ ዜና፣ ኣዛዚ ወተሃደራዊ ስለያ እዚ ሰራዊት ኣሜሪካ ኣብ ኣፍሪቃን ሓደ ካብ ላዕለዎት ኣዘዝቲ ሓይሊ ባሕሪ ኣሜሪካን ሪር ኣድሚራል ሄድቦርግ ምስ ዝተፈላለዩ ኣዘዝቲ ሰራዊት ሱዳን ኣብ ዝተፈላለዩ ወተሃደራዊ ጉዳያት ተመያይጡ። ኣብ ዝሓለፈ ሰሙን ኣዛዚ ሰራዊት ኣሜሪካ ኣብ ኣፍሪቃ ጀነራል ስቴፈን ታውንሰን ዝመርሖ ላዕለዋይ ወተሃደራዊ ወኪል ኣሜሪካ ኣብ ጅቡቲ፣ ሶማልን ኬንያን ተመሳሳሊ ዑደት ብምክያድ ኣብ ህሉው ወተሃደራውን ጽጥታን ኩነታት እቲ ዞባ ከምዝዘተየ እቲ እዚ ኣብ ዝዘርግሖ ሓበሬታ ኣፍሊጡ። ኣብ ኣሜሪካ ዘቤታዊ ግብረ ሽበራ ከጋጥም ከም ዝኽእል ክፍሊ ድሕነት ኣሜሪካ ኣጠንቂቑ። ሰበ ስልጣን ጸጥታ ኣሜሪካ በቲ ኣብ ወርሒ ሕዳር ዝተኻየደን ባይደን ዝተዓወተሉ ምርጫ ምስ ዘይተሓጎሱ ሰባት ብዝተሓሓዘ ዘቤታዊ ግብረ ሽበራ ክውስኽ ከም ዝኽእል ኣጠንቂቖም። እቲ ደገፍቲ ትራምፕ ብ ሽዱሽተ ጥሪ ኣብ ህንጻ ካፒቶል ዝፈጸምዎ ምጥቃዕቲ ንገለ ሕሉፋውያን ኣኽረርቲ ትብዓት ሂብዎም ክኸውን ከም ዝኽእል ሃገራዊ ክፍሊ ድሕነት እታ ሃገር ሓቢሩ። እንተዀነ ዛጊት ብወግዒ ዝተሓበረ ሽርሒ ከም ዘየለ ተገሊጹ። ኣብ ካፒቶል ዝተፈጸመ ምጥቃዕቲ ኣባላት ኮንግረስ ንዓወት ጆ ባይደን ከጽድቑ ኣብ ዝተለኣኹሉ እዋን ከም ዝተኻየደ ይዝከር። ቅድሚኡ ድማ ኣብ መረጻ ዝተሳዕረ ፕሬዝደንት ነበር ዶናልድ ትራምፕ ንደገፍቱ ኣብ ዙርያ ዋይት ሃውስ ብምእኽኻብ ውጽኢት ምርጫ ከም ዝተሰርቐ ገሊጹ ነይሩ። ብትሪ ክትቃለሱ እንተዘይክኢልኩም ካብ ሎሚዩ ንደሓር ሃገር ዝበሃል ኣይክህልወኩምን እዩ ክብል ከኣ ነቶም ደገፍቱ ተዛሪቡ። ብድሕሪኡ ብዙሓት ናብ ካፒቶል ብምኻድ ምስ ኣባላት ጸጥታ ተጓኒጾም ነቲ ህንጻ ተቖጻጺሮምዎ። ሽዑ ኣብቲ ናዕቢ ሓደ ናይ ካፒቶል ፖሊስ ዝርከቦም ሓሙሽተ ሰባት ከም ዝሞቱ ይዝከር። ባይቶ ተወከልቲ ነቲ ናዕቢ ብምልዕዓል ዝኽሰስ ትራምፕ ንዝነበሮ ናይ ዘይምኽሳስ ሕጋዊ መሰል ዘልዕል ኮይኑ፣ ጉዳዩ ኣብ መእተዊ ወርሒ ለካቲት ክልተ ሽሕን ዕስራን ሓደን ክረኣ ክቆጽራ ተታሒዙሉ እዩ። እቲ ትማሊ ረቡዕ ዝቐረበ መጠንቀቕታ ነቲ ዕዉት ዝነበረ ስነ-ስርዓት ቃለ መሓላ ስዒቦም ኣብ ዝህልዉ ሰሙናት ስግኣታት ጸጥታ ከም ዝወስኸ የመልክት። ሓበሬታታት ከም ዘመልከትዎ ገለ ብስነ-ሓሳባዊ ኣፈላላይ ዝብገሱ ጎንጻዊ ሕሉፋውያን ኣኽረርቲ፣ ነቲ መንግስታዊ ንጥፈታትን ፕሪዚደንታዊ ስግግርን ብምቅዋም ከምኡውን ብናይ ሓሶት ዘረባታት ዝተጎሃሃሩ ቁጥዐታት እቲ ዓመጽ ክፍጽሙ ወይ ከኣ ንኹሉኡ ክተሓባበሩ ይኽእሉ እዮም ክብል መግለጺ ሰብ መዚ ኣሜሪካ ገሊጹ። ምስቲ ኣብ ካፒቶል ዝተወልዐ ናዕቢ ብዝተተሓሓዘ ኣርባዕተ ሚእቲ ጥርጡራት ተፈሊጦም ከም ዘለዉን ካብዚኦም ዛጊት ሚእትን ሰላሳን ሓሙሽተን ኣብ ቀይዲ ከም ዝወዓሉን ዓቀብቲ ሕጊ ይገልጹ። ኩባንያ ኣፕል ኣብ ቅነ ልደት ሚእትን ዓሰርተ ሓደ ቢልዮን ዶላር ዝግመት መሸጣ ኣሳሊጡ። ኩባንያ ኣፕል ኣብ ቅነ ልደት ብዝተሸጡ ዘመናውያን ምህርታቱ ተወሳኺ ክብረ ወሰን ሒዙ። ኣብዚ እዋን ኮሮናቫይረስ ዓማዊሉ ዘመናውያን ፍርያት ኣፕል ንዝኾኑ ሓደሽቲ ዓይነታት ሞባይላት ላፕቶፓትን ኣቑሑን ንምዕዳግ ብምውሓዞም እዩ ኩባንያ ኣፕል ተወሳኺ ክብረ ወሰን ዝሓዘ መሸጣ ኣመዝጊቡ ዘሎ። ኣብቲ ዝሓለፈ ዓመት ክልተ ሽሕን ዕስራን ኣብ ናይ መወዳእታ ሰለስተ ኣዋርሕ ጥራሕ ኣፕል ልዕሊ ሚእትን ዓሰርተ ሓደ ቢልዮን ዶላር ብምሻጥ እዩ ካልእ ልዑል መሸጣ ኣመዝጊቡ ዘሎ። እዚ ከኣ ካብቲ ቅድሚኡ ዝነበረ ዓመት ብ ዕስራን ሓደን ሚእታዊት ዝዛየደ እዩ። እዚ ኩባንያ ኣፕል ኣመዝጊብዎ ዘሎ ልዑል መሸጣ ለበዳ ኮሮናቫይረስ ብዙሓት ንጥፈታት ብኦንላይን ክኾኑ ጽልዋ ብምሕዳሩን ነዚ ስዒቡ ጠለብ ሓድሽ ቴክኖሎጂ ስለ ዘዛየደን እዩ። ኩባንያ ኣፕል ኣብዚ ሕጂ እዋን ንልዕሊ ሓደ ቢልዮን ኣይፎናት ሓዊሱ ብብርኪ ዓለም ልዕሊ ሓደ ነጥቢ ስሳን ሓሙሽተን ቢልዮን ንጡፋት ፍርያታቱ ቆጺሩ እዩ። ኣፕል ሓድሽ ስርሓት ሞባይል ኣይፎን ዓሰርተ ክልተ ሒዙ ብምምጽኡ ስዒቡ ብዙሓት ዓማዊል ናብቲ ኩባንያ ብምምጽኦም ወይ ቅድም ክብል ዝነበሮም ስርሓት ኣፕል ከመሓይሹ ብምውሓዞም እዚ ልዑል መሸጣ ከም ዘመዝገበ ተገሊጹ። እቲ ኩባንያ ለበዳ ኮሮናቫይረስ ንቑጠባ ዓለም ኣብ ዝሃሰየሉ ኣብዚ ግዜ፣ ዕቤት ቻይና ብርትዑ ብምቕጻል፣ ጠለብ ምስ ፋይፍ ጂ ኔትወርክ ዝሰማማዕ ሞባይላት ክውስኽ ከምዝሓገዞ ገሊጹ። መሸጣ ምህርትታት ኣይፎን ኣብ ሪፑብሊክ ቻይና፣ ሆንግ ኮንግን ታይዋንን ሓዊሱ ሓምሳን ሸውዓተን ሚእታዊት ዝሓለፈ ክኸውን ከሎ፣ ኣብ ኤውሮጳ ዓሰርተ ሸውዓተ ሚእታዊት፣ ኣብ ኣሜሪካ ድማ ዓሰርተ ሓደ ሚእታዊት ፍርያት ኣይፎን ከምዝተሸጠ ተገሊጹ። ላዕለዋይ ሓላፊ ፋይናንስ ኣፕል ሉካ ማስትሪ፣ ፍርያት ኣፕል ኣብ መላእ ዓለም ጽቡቕ ይሽየጥ ከምዘሎን ክሳብ ወርሒ መጋቢት እውን ጽቡቕ ክሽየጥ ከምዝተተስፈኦን ሓቢሩ። ለበዳ ኮሮናቫይረስ ንንጥፈታት በዲሁ ብዙሓት ሴክሬታሪ ብኢኮኖሚያዊ ቅልውላው ኣብ ዝሕቆኑሉ ግዜ ኣፕል ኣብ ሰለስተ ወርሒ ጥራይ ኣስታት ዕስራን ሸሞንተ ነጥቢ ሸሞንተ ቢልዮን ዶላር ትርፊ ከምዝረኸበን እዚ ምስ ዝሓለፈ ዓመት ርብዒ ዓመት ክነጻጸር እንከሎ ብዕስራን ትሽዓተን ሚእታዊት ብልጫ ከምዘለዎን ኣፍሊጡ ኣሎ።